ሰላም ዝኸበርኩም ተኸታተልቲ ካናሪ ኢንተርቴንመንት ንሎማዓንቲ እምበኣር ዕላል ምስ ሓደ ኮሜድያን እናዳሊናልኩም ዘለና ሓቢርና ንከታተል ባርከ ዝኸበርኩም ተኸታትልትና ሕጂ ኣብ ቅድመይ ሓደ ዓቢ ኮሜድያን ኣሎ ስነጥበባዊ ኢብራሂም ሱሌማን ወይ ከዓ ምራጭ ኤቢ ዕድሜና ኣኽቢርካ ብምምፃእካ ኣዚና ኢና ነመስግን ከም መእተዊ ዕላል ክኾነና እስከ ኢብራሂም መን እዩ ኦኬ ቴንኪዩ የቐኔለይ ብመጀመርታ ንዓይ ዓዲምኩም ኣብዚ ኢንተርቪ ክትገብር ኢልካ ብምዕዳምኩም ብልቢ እየ ደመስግነኩም ኢብራሂም መን እዩ ትብልኩኑ ኣነ ኢብራሂም ስሌማን ዕመር ዝተባሃልኩ ብሽሕን ትሽዓተ ሚትን ሰማንያን ሸውዓተን ኣብ ሱዳን ተወልደ ካብ ድሕሪኡ ኣብ ማጮት ቸንትሮ ድሕሪ ናፅነት ማለት እዩ ኣብ ሱዳን መፅየ ካብኡ ከዓ ኣኽርያ ማለት እዩ ኣኽርያ ዓቢኻ ኣብ ኣኽርያ እየ ማለት እዩ እሞ ቅድሚታ መፀውዒት ሽምካ ቅድሚታ ኢብራሂም ሲ ዓብሊላ ትርከብ እታ ሳጓኻ እያ ምራጭ ብኸመይ እያ ወፂኣትካ
እቲያ ምራጭ ትብል ሳጓ እኮ ብዓብዩ ስነጥባዊ ሓጎስ ወልደ ገብርኤል ስዙኖ ማለት እዩ እሱ እዩ ውፅለይ ብኸመይ ክትብሎ ኣነ ኣይርድኣንኒ ሸዓ መዓልቲ ከምዚ ናተይ ካራክተር ምስ ሃበኒ ምራጭ እዩ ሽምካ ምስ በለኒ ባዕሉ ይውፅዋ ብኸመይ ክብላ ስዩ ክገብላ ዝኽእል ማለት እዩ ካብ መዓስ እዩ ከፅልዋ ስነ ጥበብ ክሓድረካ ጀሚሩ ወይ ናብቲ ስነ ጥበብ ክትኣቱ ድደፋፍኡካ ድነበሩ ሰባት እወ ካብ መዓ እዚ ስነ ጥበብ ክኣቱ ዘደፋፍኡኒ ብዓብዩ እዚኦም ስነ ጥበባዊ በዓል ቢቲ ቢቶ ነብሲ መሓሮ መምህር ሰሎሞን ኣርባዓ ዝተዋሳይ ማለት እዩ ንዕም ዳርኣኹ ያነ ዓብየ ብጣዕሚ እየ ድፈትዎም ዓበይቲ ስነ ጥበባውያን እዮም ሕጂ ንዖም ናራኩቲ ኣርቲ ብጣዕሚ እየ ዝፈትዎ ብድሕሪኡ ካብ ወት ሒዘ ከምዚ ኣብ ሰሜናዊ ምብራቕ ኣብዚ ሃማመተ ናይ ሰሜናዊ ምብራቕ ኣብኡ ጉጅለ ክኣትው ጀሚረ በዓል ነብሲ መሓሩ ሮቤል ወዲ ሽሕ ማዕረባ ኦርጋኒስ ወዲ ሱዳን ከምኡ ፍሬዘር ኣብ ሰዓት ካሜራማን ኣሎ ምስኣቶም እየ ኣብቲ ጉጅለ ክነጥፍ ጀሚረ ካብኡ እዩ መጺኡ ዘሎ ኣርት እዩ ክሳብ ጀሚረ እዩ መጺኡ መዓስ እዩ ክክጋሃደልካ ጀሚሩ ኣነ ስነ ጥበባዊ ክኸውን እዩ ዝደሊ ዝበልካሉ ግዜያት መዓስ እዩ ነይሩ እወ እቲ መዓስ እዩ ኢለሲ ከምዚ ሸብቲ ኣብቲ ሰሜናዊ ምብራቕ ምስ ኣተኹሉሲ ኣብቲ ጉጅለ ምስ ኣተኹሉ ኣነሲ ብጣዕሚ ኮሜዳዊ ክኸውን ኣለኒ ከምዚ ክኸውን ኣለኒ ምስ በልኩሲ ድሓር ግን ሕልመይ ተጋሂሉ ማለት እዩ ደተረ ሰሌትኩም ዶ ሰሌትኩም ሰሌትኩም ዶ
ኣብ መድረኽ እዩ ነይሩ እቲ ናይ መጀመርታ ምርኢትካ ማለት እዩ እወ እሞ ከም መጀመርታኻ መጠን ስታይ ተሰሚዐካ እወ እቲ መጀመርታ ማለት እዩ ብዓብዩ ምስ ሓጎስ ስዚኖ ሌላና ምስ እዩ ነይሩ እቲ ፈለማ እቲ ሌላና ከም ምስ ሓጎስ ስዚኖ ማለት እዩ ኣብ ቺኔማ ኣዝመራ ኩዕሾ ናይ ዓዲ እንግሊዝ ፀወታ ነይሩ ኣብኡ እንዳረኣኹ ከለኹ ሕጂ ከምዚ ኮፍ ኢልና ምስ ሓደ ዓርቂ ኢና ንርኢ ነርና ኩዕሾ እንዳረኣናስ ዋታ ኢቢ ኢቢ ብለን ሃይለስ ዋ ስዝኖ መፅኡ ገለምታትን ዋታ ቤለ ቤለስ ቁልሕ ኢለ ብድሕሪት ማለት እዩ ስዝኖ ገለ ኢለ ሕጂ ኣነ ኮፍ ኢለ ሰብ ነበርኩት መንበር ሕጂ ከምዚ ኣይ ኣብ ታሕቲ ሳይጠመተን ከም ነዊሕ ሰብ ይመስል መርሓባ ገለ ኢልስ ኣይ ክሳ ይገብረል ኣይ ተገደስለይን ማለት እዩ ገለስ ኣታ ስዝኖ ኣስራሕና ኣባ ገለ መለ ገለ ኢለ ሕራይ ሕራይ ኢሉ ባታ ስኖ ታሕቲ ኖ ጠምት ገለ መለ ሕጂ ታሕቲ ሰለ ለም ጽናሕኮ ተቁመተ የርኢ ሽዑ እንታይ ኢለኒ ናሕና ሓባ ኢልኒ ሕራይ ገለ ኢለስ ከ ኢልዮ መሽምካ ኢልንስ ኢብራሂም በሃል ኢልዮ ክትዋሳ ደሊ ንወ ክዋሳ ደሊ ገለ ምታት ኢልዮ እሞ በቃ ደሓን እሞ ጽባሕ ሰዓት ክንዚ ኣብ ኦዴን ምጻኒ ገለ ኢልስ ይቆጽረኒ ማለት እዩ ኣይደቀስኩን ማለት እዩ ብጣዕሚ ሽዑ ብዝያዳ ንዑ ብምርካበይ ኣብ ኣምራይስ ብዙሕ ነገር እዩ ክሳይ ገርለይ ማለት እዩ መዓሰ ተወጋሕ ለይለ እታ መዓልቲ ማለት እዩ ንጎ ኦዴን ሰዓት ሸዓተ ንኦዴን ንኸይድ ማለት እዩ ሕጂ ኣብቲ ኣብ ደገ ነረ ብዙሓት ስነጥዋይ ንኣቱ ነሮም ሽዑ ከምዚ ናይ ሓደ መስከረም ናይ ብረታዊ ቃልሲ ምርኢት ነይሩ ሕጂ ንዕም ክሳይ ድገብሩ ነሮም ትሬን ዳልው ነሮም ድሕሪ ኣነ ኮይነስ ፅቢ ኣብቲ ኣብ ደገ ድፈጦም ስነባቴስ ኣብ ቴሌቪዥን ድፈጦ ምር ከም ሰላምታ ሳይነበረን ብዙሓት ስነጥዋይ ንኣቱ ወፁ ገለ ስለዝነበሩ ድሓር ተሰኪፈ እታ ክገብር እየ ገለ ምታት ኢለ ኣብቲ ሰዓት ከዓ ሞባይል ኣይነበረትንን ሕጂ ክሳይ ኮይኑ ቃ ከምቲ ሪያል እዛ ርብቃ ኣጋጣሚ ዳሌት ርብቃ ገለ ኢላስ መርሓባ ኢላ ስዝኖ ባ ፀውዕ ሌላስ ኢላ ሰንቢላ መጀመርታ ስዝኖ ባ ፀውዕ ለ ኢላ ገለናት ሕረ ክትውዓልካ ኢላትኒ ኣትያ ሰብ ፅበየካ ኣሎ ኢላትኒ መፂና ባይ መርሓባ ምራጭ ገለ ሰወይ ኢብራሂም ገለ ኢልኒ ሕዝኒ ናብ ናብቲ ኦዴን ኣቱ ብዙሓት ነይሮም በዓል ስነጥዋይን ዳዊሽላን ስምኦን ታፍላ፣ ፍቅሪ ኣለ፣ ርብቃ በዓልያ፣ ሓጎስ ዝኖ፣ ገለመት በዓል ኩኘ፣ ገለ ብዙሓት እዮም ነይሮም ማለት መድረኽ ዳሉ ነይሮም። ንዓቶ ኢልኒ እዚኣ እዚ ቆልዓ ዝገብራ ዘሎ መርኣያ ኢልኒ ስኻ ክትሕዛ ገለ ብለኒ ሽዑ ነይሩ ኣራ ኢላ ንኸሽዑ ነቲ እቲ ቆልዓ ዝረኣያ እቲ ናይቲ ቆልዓ ዝሰርሓ ነበረስ ይርያ ነይረ ማለት እዩ ሕጂ ድሓር

ርብቃስ ከም ወዳ ኮይኑ እያ ንዝሰርሕ ነይረ ክሳይ ማለት ካራክተር ናተይ ተዋብኒ ማማ ከመይ ዳኒ ገለንታት ናበልኩስ ኣትየ ሽቕስ ርእኒ ሕጂ ባህግዲ ነይርኒ እንድዕያ ይርድኣንኒ ገለንታት ምስ ስራሕኩዋ ምስ ወፃኹ ሓጎስ ብጣዕሚ ተሓጒሱ ከም ብጣዕሚ ገለመታት ኢለኒ ሽዑ ንእሸተይ ወረቐት ገለ ገለ ፅሒፉ ኣብ ወረቐት ገለመታት ፅሒፉ እዚኣ ኣፅንዓያ ገለ ኢልኒ ገዛ ሒዝካ ምኺ ምስ እዚዑ ድሓር ኣብ ስቱድዮ ምፃናሞ ስቱድዮ ክትመልእ ድምፅኻ ገለመለ ገለብለኒ ሓራይ ለታ ወረቐት ሒዚያ ሙሉ መዓልቲ ከምዚ ኣይለ ኣይደቀስኩን ከምብባ ገለመት ኣፅኒሓት ወይ ፅናዕኮን ኢለስ ምስ መስያት ገለመለ ብጣዕሚ እየ ክሳይ ባህጊ ነይሩኒ ድሓር ከምዚ ኢለ ስቱድዮ ና ስቱድዮ ከይድና ድምፂ መልእ ማለት እዩ ሸዓ ግዜ ግን እታ ምራጭ ትብል ኣይፈልጣኒ ነይረ ሽመይስ ክሳብ ምዃና ኣይፈልጣኒ ነይረ ሕጂ ደሓር ከምዚ እታ እቲ ሽምሲ ከምዚ ናይ ቆልዓ ባህርያት ዝብል ጥራሕ እዩ ነይሩ እቲ ክሳይ ደሓር ኣነ ክሳይ ገብር መጽሔት ናይ ስቱድዮ ይኣትው ድምፂ መለእ ድምፂ ምስ መላኹ ክገርመክ ሓደ መስከረም ናይ ኣርባዕተ መዓልቲ ሓሙሽተ መዓልቲ እዩ ነይሩ እቲ መደብ ንምርኢት ማለት እዩ ተሪፎ ነይሩ በቃ ሸዓ መዓልቲ እታ መድረኽ ሓንቲ ግዜ ፕሮቫ ጌርና ድሕሪያ ንምርኢት ተባሂልና ድሕሪ ስዚኖ ናይ ድምፁ እሶም ኢትዮም እዮም ነይሮም ድሓሪ ናተይ ናይ ቤኒ ኣትይን ድምፂ ናተይ ድሓር ኣብቲ መድረኽ ኣቲና እዛ ፅዋሕ ምራጭ ምራጭ ወድባ ኣንተ ምራጭ መን እዩ ገለ ዝብለ ኣለኹ ኣብቲ ሰዓት ኣነ ዋተናኸናኸይ ኣይፈለጥ ኳነ ምራጭ ምዃነች ኣይፈለጥ ኳነ ጫነ ኣንደበት ኣብቲ መድረኽ ኣቱ ካልኣይቲ ኦዴን ትታይ ኦዴንስ ነበረ ፀልማት እዩ ገለመታት ብጣዕሚ ሰብሳ ይረአየኒ ነይሩ እቲ ስራሕ ሰሪሐያ ወጽየ ማለት እዩ። ጽቡቕ እሞ ካብ ሰባት ከቲ ፊድባክ ከመይ ነይሩ? ከመይ ተቐቢሎምካ ሰባት? ብጣዕሚ ከይገርመኪ ከምዚ ክሳይ ብል ኣብቲ መጀመርታ ብታ ስራሕ ምስ ወዳእኩዋሲ ሓደ ብጣዕሚ ኮንፊደንስ ነይርካ ገለ ኢሉ ሰብሲ መመፅኡ ሰላም ክብለኒ ገለመታት ንፉዕ ኣጆኻ ቀፅሎ ገለመታት ብዙሕ ነይሩ ካብቲ ሰባት መመፅኦም ድሕሪ እቲ ሕልመይ ስለተባሃገለይ ኣነ ከንታይ ገይረ ብእግረይሲ ካብ ኦዴን ማለት እዩ ንገዛና ንኣኽርያ ብእግረይ ከይደ በቃ ሰብሲ ክርእየኒ ኣሎ ብቴሌቪዥን ተራእዩ ገለመታት ብላይፍ ስለ ዝመሓላለፍ ነርስ ኣብ ቴሌቪዥን ተራእዩ ገለ ክብሉኒ ብእግረይ ገለመታት ትኸይድ ሕጂ ድሓር እንዳኸድኩ ቅድሚ ሰዓት ትሽዓት ሸውዓተ ንጎ ተስየ ዶ ይፈልጥ ኣብቲ ገዛውትና ሰዓት ሸውዓተ ንጎ ተስየ ገዛውትና ክርእዩ ነበር ኣታ ኢብራሂም ንጎ ኣብ ቴሌቪዥን ተራእይካ እንዲኻ ገለ መለ ኢሎም ሕጂ ክሳብ ከምዚታት እዩ ነይሩ ናተይ እንቋዕ በል ባህግኻ ሰመረልካ። Thank you። እሞ ከምቲ ኩሉ ስነ ጥበባዊ ዝረኽቦ ሲ ካብ ስድራኻስ ብዙሕ ሽግር ኢኻ ትረክብ እዎ ሻሎ መብዛሕትኡ ፋሚሊስ ኣይድግፎን እዩ ነዚ ስነ እዎ ጥበብ እዎ ንስኻኸ ከመይ ነይሩ ካብ ስድራኻ ዝነበረ ኦ- ኦኬ ጽ- እዚኣ ጽቡቕቲ ሕቶ ኦ፣ ኣብ ኣብ ኣብ ስድራይ ኣብ ፋሚለይ ማለት እዩ ብጣዕሚ ጻዕቒን ጸቕጢን ነይሩኒ ብዝያዳ ብ- ኣቦቦይ ኣቦይ ጸቕጢ ገብረለይ ነይሩ ሕጂ ብከመይ ማለት እዩ ከምዚ ኣብ ሃይማኖትና እዚ ኣስላማይ ገለምታት ዝብልሲ እቲ ስነጥብ ኣርትሲ ከምዚ ኣስላማይ ከምዚ ክዋሳእ ገለ ዝብል ክሳይ ስለ ዝነበረ ሕጂ ኣቦይ ከም ተዋሳይ መጠን ኣይፈልጥን ነይሩ ነዊሕ ዓመታት ማለት እዩ ሰሪሖም ስራሕ ቁድሓር ሰባት ነጊሮም እንታይ ይብልዎ ወድኻ ኮብተለ ዝንርእየናዮ ገለመታት ብሎ መን ወደይ ኢብራሂም እወ ዋዕ ገለ ኢሉ መፅዩ ኢብራሂም ብለን ኣብ ቴሌቪዥን ሪኦም ምካ ድዮም ዋ እንታይ ክገብር ኣብ ቴሌቪዥን ኮተታ ኣቦይ ገለ መለ ኖኖ ሪኦም ምካ ኣለዎ ኣይረኣዩንን ገለ መለ ሽዑ ኣጋጣሚ ኣብኣ ከሎ እቲ ኣብ ቴሌቪዥን ክሳይ ርእኒ ማለት እዩ ምስ ረኣያ ንፅባሕታ መፅዩ ካብቲ ገዛ ክሳብ ተሰጉዮ ማለት እዩ ክልተ ዓመት ገዛ ተኻርየ ክሳብ ከምዚ እየ ነረ ክልተ ዓመት ሙሉእ ካብ ገዛ ወፅየ ብጣዕሚ ክሳብ ክንደይ ባህግል ስለ ዝነበረ ናብ ኣርት ማለት እዩ እዚ ብድሕሪኡ ድሓር ወላዲ ኣይጭክን እዩ ከምዚ እናገበር ግን ድሃየ ገብረልን ነሩ ዋላ እዚ ክልተ ዓመት ኣነ ወፂ ከለኹ እታ ቆልዓ ክዱ እስከ ድሃይ ሓውካ ግበር ከመይ ኣሎ ገለመለ እናበለ ኣነ ከዓ ንበት እሱ ኣብ ደብሉ ኣብቲ ግዜ መፅ ነረ ነደይ ክሪኣ ገለምታ እናገበርኩ እሱ ክሳይ ገብረን ድሓር ክዳ ሰባት ነጊሮም ወድኻ ከምዚ እናገበረ እንታይ ገይርካ ድሓን ስራሕ ገለመለ ኢሉ ግን ኣይተቐበሎን እቲ ክሳይ ማለት እዩ ከይፈተወ ውላዱ ስለ ዝኾንኩ ደርብዩ ንካልእ ሰብ ክበኒ ስለ ደልየ ተሓናፍቲ ገዛ ይቆም በለታትና ክሳብ እዛ ሰዓት ማት እዩ ኤንወይ ኣብዚ ኣብዚ ዓለም የለን ሞይቱ እዩ ደሓን
እሞ ብዘይ ካብዚ ኣብ ዝተፈላለየ ጉጅለታት ትነጥፍ ነርካ ኢኻ ዋ፣ ኣብ ዋ። ተዘጋጊ ኣብ ትህሊ- ኣብ ትልሂት ወይ ሳዕስዒት ዋ፣ ገለ ትነጥፍ ኢኻ ምሽ እዋ፣ እዋ። እዎ። እወ ኣብ ትሊት ማለት መጀመርታ ኣብ ኣብ ትሊት ዝኣተኹሉ ከምዚ ኣብ ማታ ብሰዓል ወዲ ቀሊት ሳሳዕቲ መጀመርታ ምስኦም እየ ኣብ ተላልየ ማለት እዩ ኣብ ትሊት ኣብ ማታ ኣብ ሽዑ ፒያኖ ባር ነይሩ ናይት ክለብ ነይሩ ኣብ ምስ ራይኒ ስስዕ ጀሚረ ኮቦሮ ኩዳ ገለመላት ምስኦም እንዳሳሳዕኹ ትሊት ክሳይ ገይረ ማለት እዩ ተላማሚድ እየ ብሓር ምሳል ወዲ ስጋ ብዙሕ ነገራት ምስኦም ቀፂለ ክሰርሕ ጀሚረ ክሳብ ዋርሳይ ዋርሳይ ሽዱሽተ ዓመት ሰሪሐ ፋሚሊ እንዳ ኣየለ ሃቋሰ
ንክተርእየና ኢኻ ሕጂ ጸገም የለን ሕጂ ጸገም የለን
ሓደ ግዜ ኸዓ ይቢ ኣብ ፒያኖ ባር ኣይትዋራዘ የለይ ናይ ድምፃዊ ተስፋይ መገሻ ገብሊጥካ ትደርፋ ርእካ ነይረ ከእንታይ እዩ ናታ ድሕሪያ ደሎ ስቶሪስ እንታይ ኦኬ እወ እቲያ ኣይትዋራዘለይ ናይ ተስፋይ መንገሻ እኮ ብዙሕ ታሪክ እኒ ዘለዋ ናይ ሓንቲ ኣፍቃሪተይ ነይራትኒ ከምዚ እንሻላ ነዊሕ ዓመታት ኢና ምስኣ ከይድና ከባቢ ሰለስተ ዓመት ገለመታት ኢና ከይድና ኣብ ፍቅሪ ማለት እዩ ብዙሕ ነገር ሓር እታ ሰብ ምሳይ ከይጀሚራ ገለመታት ከምዚ ኣይትሓዝለይ ዳ እምበር መሓዛሲ ከምዚ እንተ ቀኒኣ ድያ እንተ እንታይ ምክንያና ኣብ መንጎናስ ገለ ክሳይ ገይራ ማለት እያ ኣባኢሳትና እንጀታይ ትብላስ ኣንቲ ስምዐ እንዶ ሰባሲ ምስ ጽቡቃት ምልኩዓት ነዋሕቲ ከምዚ ሃፋትም ይኸዱ ስኸስ ነዚ ታይ ሪኢኹ ሊኹ ምስ ትኸዲ ዘለኺ ገለ መለ ኢላ ነታ ጓል ንማታይ ነታ ኣፍቃሪት ወት መላ ነይራ ሕጂ ሳታ ኮይና ተቢላ ተመሊያ ንሕን ጸግም የለን ኣጆኹ እዩ ኣነ ከመይ ዝበለ ሰብ ከላለየኪ እየ ገለ መለ ኢላ ድሓር ክሳይ ገይራታ እታ ጓል ድሓር ክገርመኪ ሰሙን ሙሉ ኢና እንዳወል ነርና ድውለላ ገለ ምስ ዝፅዋዕ ኣይትቕበለን ዋእ ደሓን እዛ ጓል ኢለ ከም ሻቕሎት የሕዲርለይ ማለት እዩ እንታይ እያ ኮይና ገለመታት ኢለ ዋእ ደሓን እስከ ገዛ ደይ ከይድ ገለመታት ኢለ ንገዛ ከይድ መቸም ኣብዚ ገዛ ማንዳ እየ ገዛውታ ገዛ ከይደ ፅዋዕ ሰሚራ ገለ ብላ ኢብራሂም ገለ ትብለን ደሓን ዋእ እንታይ ደኣ ደሃይ እቲ ሓደ ቴሌፎንኪ ትቕበልኒ ዘለኺ እንታይ ፀገምኪ ገለመታት ብላ

ድሓር ከምዚ ጓዕ ድሓን ርሑስካ መብራታ ኢብራሂም ሓወይ ገለ ተዋሲኣትለይ መቸም እንዳበኸየት ገለ ምን እንዳነብዐት ድሓን ርሑስካ ማግበለልኪ ገለ ብላ ጓል ሽዑ ትምህርታ ገዲፋ ገለ መለተት ከምዚ ሄይ ትጅምር ገለ መታት ምስ ሓደ ወዲ ዕርክነ ትጅምር ገለ መታት ብዙሕ ነገራት እያ ምስ ኸኢላ ሕጂ እንታይ ትኾን መስኪ ነቲ መሓዛ ደባሰትናሲ ንዓ ዓርካስ ሳመንጢላታ

ሰሚራ ዶ ከምዚ ትምርዓዊ ኣላ ዶ ገለ ምሰ ሰንቢላ ሳት ናምታይ መርዓት ለን ንዓስ ከምዚ ከምዚ ኢላትኒ ትጋጊ ኣለኻ ኢብራሂም ኢላትኒ ኢላስ ከምዚ ከምዚ ከምዚ ከምዚ ምስ ካልእ ከምዚ ከምዚ ክዘውር ጀሚራ ንዓኻስ ብሰንኪ ሕፅርኻ ከምዚ ኮይና ትካ ገለ ኢላ ሕጂ እታ ኮይና ሳምፅ ኣንፃር ናታስ ክሳይ ኮይና ትነግረኒ ከምዚ ወብለካ ኣለኹ ትብለኒ ድሓር ንዓ ደው ኢለስ ሰሚራ ክረኽበኪ ኣለኹ ገለ እንታት ኢላ ኣብ ሓንቲ ሻይ እንዳ ሻይ ቆፅራ ሰሚራ ኢለ ሓደ ነገር ክነግረኪ ኢለ ቅልዕልና ምዃን እቲ ዝዓበየ ኢለ ንዓይስ እንታይ ምክንያት ኢኺ ኣብ ከምዚ ክሳይ ጌት ንስኣን ቁመተ ኢለ ፍቕሪ ትኾና ድማ ሳዎም ኣዲ ሓፂር ኣይብል ነዊሕ ኣይብል ገለመታት ኢለ መቸም ብዙሕ ነገር ምዒዳ ዓይን ነባዕ ከዳዕ ደ ዝበሃል ነቢዓ ድሓን ስኺ ርሑብ ዝነበለኪ ክሳይ ካብኡ ትሒዘ ሽዑ እትያ ደርፊ

ኣነ ስብል ሰሚዓታ ኢለስ ክሰገም ሕጂ ከ ብሓዊ ሕጂ ከቲ ናትካ ፍቕራ ሂወት ከመይ ኣሎ ብሓንቲ ሕጂስ ብድሕሪስ ፍጹም ኣይበልኩም ኣብ ብድሕሪያ ስምዒ ከምዚ ካልእ ጓል ደላ ኮይኑ ይስምዓኒ ኣለዋ መሊእ